ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናሌ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን። ብወገነይ ሰላም እየ። ንስኻትኩም እውን በብዘለኹምዎ ሰላምኩም ይብዝሐለይ ደቂ ዓበይቲ ወይ መዓረይ። እንኳዕ ድማ ናብ ቻናሌ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓ ከምዛ ትርእይዋ ዘለኹም ማለት እዩ ገዛኺ ኣበይ በጺሑ ኣርእና እባ ንትብል ንዝነበርኩም ረእይዎ እስኪ ረእይዎ እስኪ ደቂ ዓበይቲ ወይ ማዕረ የስደት ኮንካ ገዛ ምስራሕ ኣብ ስደት ኮንኩም ገዛ ተስርሑ በእውነት ኣቤት ታይም ይኽለኩም በቃ ታይም ይኽብለኩም ገዛ ምስራሕ ሕማም ርእሲ ዶ ትፈልጡ? ሕማም ርእሲ ሕማም ርእሲ እዩ። እና ኣብዚ ትርእይዋ ኣለኹም ቅድሚ ሕዚ እውን ቀሪፃ ሪኤኩም ነይረ እየ ወይ ከዓ ኣብታ መእተዊት እውን ሪኢኹማ ኢኹም። እዛ ትርእይዋ ዘለኹም ክሽነ እያ። ክሽነ ብጣዕሚ ኣፅቢቦም ብጣዕሚ ኣፅቢቦምለይ ናይ ብርግፅ ናይ ባዕሉ ፕላን ኣለዎ እንድዩ ናይ ባዕሉ ፕላን ነይርዎ እና ካብቲ ፕላን ወፃኢ ንእሽተን እንታይ ዓይነት ስሕተት ፈጢሮም እንተልኩምኒ ኣብዛ ናይ ክሽነ ሳሎንና መደቀሲ ከስፍሑ ክብሉሲ ክሽነ ብጣዕሚ ኣፅቢቦምለይ ምንም በቃ እንታይ ይኽለኩም ክልተ ሰብ ጎኒ ብክልተ ሰብ እዚ በቃ እዛ እትሪእዎ ዘለኹም እዚ ብጎ እዚ ሓዚ እዚ የፍርሶ እየ ዘለኹ ሪኢኹሞ እዚ ብምሉእ ኣፍሪሰዮ። እዚ ብምሉእ ኣፍሪሰዮ እዚ እቲ ኮንትራክተር ዝሰርሐለይ ብናይ ባዕሉ ምርጫ ብናይ ባዕሉ ድሌት እዩ ሰሪሕዎ ርኤዎ ሎማዓንቲ ኣፍሪሰዮ ውዒለ እና በቃ ዝኾነ ውሳነ ንኸትውስኑሲ ርእስኹም ይሕመኩም ብጣዕሚ ማለት እዩና ያው ኣብ ስደት ከለኹ እዩ ተነዲቑ ነይሩ ፓርትሽን ተገይሩ ምናምን ሐዚ እዚ ፓርትሽን ንሱ ኣነ ፀሊኤዮ ደስ ኣይበለንን ክሽነ ብጣዕሚ ብጣዕሚ ፀቢባ ደስ ኣይበለትንን ስለዚ የዐርየለይ ኢለዮ ካብዚ ብዘለ ያው ኣፍሪስካ ማለት ክዕረ ተኮይኑ ኣፍሪስካ እዩ ዝዕረ ካልኦት ሰባት ማለት እዩ ኣፍሪስካ እዪ ዝዕረ ከምኡ እንድሕር ኮይኑ ድማ ባዕልኪ መፂኪ ዕርይዮ ሓደ ምፍራሱ እና ኣዊፅና ሓይለ መፂ ኣብ ግማሸ ልሚፀ እየ ትፈልጡ ኢኩም ግማ ግማሽ ተለሚፁ እዮ ግማሽ ከዓኒ ኣዊፅና ሓይለ ኣትሪፈዮ ሎማዓንቲ መፂ ብዓይኒ ርእዮ እዚ ክሽነሲ ፀቢቡ በቃ ፀቢቡ ቦታ ተሳኢኑ እንዲዩ መሲልኩም ካብቲ ክሽነ ቀኒሶም ሓደ ናብ መደቀሲ እናሳሉ ነእትዮሞ ካልኣይ ከዓኒ ኣብ መንጎ መደቀስን ኣብ መንጎ ክሽነ ዘሎሲ በራንዳ ኣሎ። እዛ በራንዳ ንሳ ናብ መደቀሲ ናብ መደቀሲ ካልኣይ በርና ናይ መደቀሲ ሽንቲ ቤት በርን ንኸራኽቡ ኢሎም ዓብዪ በራንዳ ገይሮሞ ኣበይ ተልኩምኒ ኣብዛ ትርእይዋ ዘለኹም ፓርቲ እዚኣ እዛ ፓርቲ እዚኣ ብምልኣ እዛ ፓርቲ እዚኣ እዛ ጎማ ዝኔትላ እዚ ክሽነ እዩ እዚ ቀድም እየ ዘርኣኹም በራንዳ ነይሩ ሓዚ በራንዳ ንሱ ብጣዕሚ ሰፊሑ ብጣዕሚ ማለት እዩ ክንዲ ቀኒሶ ናብ ክሽነ ዘእትውዎ ብጣዕሚ ኣስፊሖምዎ ማለት እዩ እና ምስ ሰፍሐ እዛ ከሽነ ኣጎላጉል ኮይና ከምዚኣ ማይ ዝኸውንን ከይል መጻዊ ይጽናሕ ከፍርሱ ኣየለዮም ረእይዎ ንሓንቲ ጀሪካን ዕስራ ቅርሺ እናገዛእኹ ንመዓልቲ ሽሕን ሓሙሽተን ሰራሕተኛ ንምኒዋሎ ሸሞንተ ሚእቲ ቅርሺ እናኸፈልኩም ስሚንቶ ሽሕን ሰለስተን እናገዛእኹም ኣብቲ ዝሓሰሮ ግዜ ትጸቢኹ እምበር ክረምቲ ሓዘስ ካብ ሰለስተ ሽሕ እዩ ሑጻ ሓምሳን ገለን ሽሕ እናገዛእኹም ጸጸር ሓምሳን ገለን ሽሕ እናገዛእኹም ናይ ብሎኬት ጸጸር ሰብዓን ገለን ሽሕ እናገዛእኹም ዝኹሉ ጌርኩም ሰሪሕኹም ዝኹሉ ማየስቲኹም ደኺምኩም ነዲቕኩም ብሎኬት ንኸስርሕ ማየስቴ ነዲቐ ማየስቴ ናይ ሰራሕተኛ ከፊለ እዚ ኩሉ ወጻኢታት ገይረ ድጋሚ ደሞ ኣፍሪሰዮ ድጋሚ ይፍረስ ክትበሃሉ ከለኹም በእውነት እየ ዝብለኩም በቃ ውሽጥኹም ብጣዕሚ እዩ ዝሓርቕ ብጣዕሚ እዩ ዝጉዳእ ግን ደሞ ኣነስ በቃ ይገርመኒ ሓደ ሓደ ግዜ ስምበርካ ኣነ ድየ ይብል በቃ ማዕሮ ገዛ ፍሪስካ ካልእ ዲዛይን ምቕያር ማዕሮ ገዛ ፍሪስካ ካልእ ቅርፂ ምሓዝ እሞ ከዓ ብናይ ባዕልኻ እምነት ብጣዕሚ በቃ ንምውሳኑ ንምሕሳው ብጣዕሚ መፀጋሚ እዩ እዛ ቦታ እዚኣ ብናይ ባዕለይ ሓሳብ ሓሲበ ብውሽጠይ ቀሪፀ ክትከውን ዘለዋ ኣብ ውሽጠይ ሒዘያ ብምልክት ገይረ እውን የርእየዮ ብጣዕሚ ብዙሕ ወፃኢታት ገይረ እቲ ዝሰርሐለይ ፕላን መጀመርያ ከይደ ከርእዮ ካብኡ መሊሰ ብካሊእ ሰብ ገይረ ከረጋግፅ ተሓደ ክወስድ ተሓደ ክወስድ ብጣዕሚ ብዙሕ ወፃኢታት ተወሲድለይ ንዛ ቦታ እዚኣ ንክዕሪ እንታይ ድዩ ውሽጢ በእውነት ሓደ ሓደ ኣሕዋተይሲ ኣይኮነን ዶ ከምዚ ገዛ ስሪሕክን ክተስተኻኽላ ማለት እዩ ከመይ ይስራሕ ኣሎ እንታይ ይኸውን ኣሎ ኣይትፈልጣን ግን ኣብ ስደት ኮንካ ገዛ ምስራሕ ብጣዕሚ እዩ ከቢድ ብዙሕ ነገር ዝቐሪ ነገር ኣሎ ብርግፅ እግዚኣብሔር ይመስገን እታ ደስ የብለትኒ ፓርቲ ኣብዚኣ እያ ንሳ ደሞ ኣስተኻኺለያ እያ ንእሽተይ ኣርያታ እኒሃ ምስ ተወልደ ደሞ ቀሪፀ ከርእየኩም እየ ግን ሓፈሻዊ ግን ኣብ ስደት ኮይንኩም ገዛ ተስርሑ ጎረሎ ዘይብሉ ገዛ ኣይስራሕን ማለት በቃ ምናልባት ንስኻትክን ምንም ዘይትፈልጥኦ እታ እዩ በበ እዩ እዚ ክትፈልጦ እትኽእላ ግን ገዛ ክስራሕ ከሎ ግን ብዙሕ ነገር ኢኻ ትርኢ ናተይ ያው ብቐሊሉ ብሎኮት ጥራሕ እየ ፍሪሳ ያው ናይ ብሎኬትና ናይ ሰራሕተኛ እየ ዝኸስር ዘለኹ ብዓብዩ ደሞ እኒሆ ሰራሚክ ገይሮም ማዕፀ ገጢሞም ቀሊሞም ብዙሕ ነገር ወፃኢታት ገይሮም ድጋሚ ይፍረስ ተባሂሉ ደሞ ዝፈርስ ገዛውቲ እኒሀና ሓንቲ ሓፍቲ እንደሞ ኮሜንት እንታይ ዝል ኮሜንት ርእላ ገዛ የህዲሞ የሲ ፕላኑ ተሳሒቱ እዩ ኢሎምኒ እና ክፈርስ እዩ ተባሂለ እንታይ ተማኽረኒ ኢላ ፅሒፋትለይ እና ኣይሃብካ እዩ ደቂ ዓበይቲ ወይ ማዕረ ይሃብካ እዩ ካልእ ስቕራ ኣብዚ ፕላን ክሰርሑ ከለዉ በዓል እንድሕር ሰኺሮም እንድሕር ተም ሰባት ተም ፕላን ዝሰርሑ እንድሕር ሰኺሮም ሰሪሖምዎ እሞ ኸዓ ብኡ ገርኩም እንድሕር ሰሪሕኹሞ ግዴታ ክፈርስ እዩ ስለዚ ተጠንቂቅኩም ማለት እዩ ክብራት ኣሕዋተይ እና ኣነ ሕዚ ኣነ እታ ክሽነ ፀቢባ ኢለ እየ እምበር ካልእ ሰብ ብዛዕባ ናይ ገዛ ፍልጦ ዘይብሉ ምፃውን ዘይምፃውን ባዕሉ ይፈልጥ እንድሕር ዝብል ኮይኑ ኖርማል በቃ ብዘይ ምንም ኪሳራ ብዘይ ምንም ሓንቲ ብሎኬት ምኽሳር ኣብኣ ከላ ክነብረላ ይኽእል ነይረ እየ ግን ኣነ እቲ ናይ ሕዚ ኪሳራ እቲ ናይ ሕዚ ድኻም ዘይኮንኩ ነሲ እቲ በቃ ኣቐዲመ እቲ ንንሓዋሩ ዝመጽእ ናይቲ ገዛ ጽባቐ እና እቲ ንንሓዋሩ ዝመጽእ ናይቲ ገዛ ዘጽልእ ኣገናዚበ በቃ ዝኸሰርኩ ከሲረ ከስተኻኽሎ ኣለኒ ኢለ ከምዚ እትርእይዎ ዘለኹም ኣፈራሪሰዮ ብሓንቲ መዓልቲ ኣፍሪስናያ ካብኡ ከዓኒ ብሓንቲ መዓልቲ እኳ ነይተወደኣትን ግማሻ ኣቕሪናያ ነዲቕናያ እታ ዘፍረስናያሲ ግማሻ ነዲቕናያ ግማሻ ደሞ ንእሽተይ ሃፈፍ ምስ በለ ክንነድቆ ኢና ሽዑ ደሞ ከርእየኩም እየ ብጣዕሚ ቆንጆ ዲዛይን ሒዙለይ መደቀሲ ብጣዕሚ እዩ ሰፊሕ ነይርዎ ዶ ካብኡ ከ እዚ ናይ መደቀሲ ሽንት ቤት መልክዑ እዚ ደቂ ኣፌቱ ንላዕሊ ገይሮሞ ክንዲ ንጎኒ ዝገብርዎ ካብኡ ከዓ ናይቲ መደቀሲ ካብ መደቀሲ ቀኒሶም ናብ በራንዳ ኣውፂኦምለይ ቦታ ኣነ ከዓ እቲ ናብ በራንዳ ዝወፀ ብምልኡ ናብ ክሽነና ናብ መደቀሲ ገይራ እዛ በራንዳ ልክዕ ናይታ በሪ መእተዊት ብቻ ገዲፈ ናብ ክልቲኡ ሰፊሕ ገይረዮ ብጣዕሚ ቆንጆ ኮይነለይ ንክትሪኦ ፅቡቅ ንቲ ገዛ ውን ሰፊሕ ማለት ዩ ኣነ ጸቢብ ገዛ ኣይፈቱን ብተፈጥሮይ እና ከምዚ ገይረ ኣተዓራርየዮ ያው ኣብ ስደት ከለኹ ከይትነክእዋ ባዕለይ መጽየ እየ ከስተኻኽሉ ኢለዮም ኣይለ መጽወን መጽየ ድማ ፍሪሰ እንትን ሰሪሓዮ ማለት ዩ እና ሓፈሻዊ ነግረኩም ደቂ ዓበይቲ ወይ ገዛኻ ከመይ ጸኒሑ ተልኩምኒ ብዘይታ ናይ ክሽንና ብዘይታ ናይ መደቀሲት ፍርቃ ብጣዕሚ ቆንጆ ብጣዕሚ ቆንጆ ካብኡ ከ ገዛ ምስራሕ ከቢድ ድዩ ቀሊል ንትብሉ ክብራት ኣሕዋተይ ሓላፍነት ወሲዱ ብዛ ፕላና መሰረት ብታ ፕላና መሰረት ዝሰርሐልኩም ሰብ እንተልዩ ወዲ ክንዕነ ውይ በስማም ኣነ ከዕርፍ ኢለ መፅኤ በቃ ለይትን ቀትርን ድቃስ ይብለይ ንዑ ክሓስብ ንኡ ከጓየ ሕቆይ ብጥስ ክበይለ ማለት እዩ ገዛ ምስራሕ ብጣዕሚ እዩ ከቢድ ናይ ኣቦይ ድኻምና ናይ ኣቦይ ሰቐቐን ሓይዚ ተረዲእኒ ባይዘወይ ኣቦይ ማለት እዩ እንታይ ድዩ ብጣዕሚ ይስከፍ ኣነ ሕዚሲ መጀመርያ መን እዩ ከስርሖ መን እዩ ማይ ከስትዮ ገለ ይብል ነይረ እኮ እዩ ገና ኣዲስ ኣበባ ኮይነ ገና ዓዲ ዓረብ ኪነ ዓዲ ክመፅእ ከለኹ እቲ ዝቐረየ ስራሕቲ ባዕለይ ስለ ዝፈልጦ እንታይ ተሰሪሑ እንታይ ቀሪዎን እዩ ምናምን ስለ ዝፈልጦ እቲ ዝቐረየ ስራሕ መን እዩ ክሰርሐ ኢለስ ሓሳብ ይኾነኒ ነይሩ ካሊእሲ ብጣዕሚ ራስ ወዳድ ምዃነይሲ ማለት እዩ እንታይ ኢለ በቃ ኣቦይሲ ሕዳር ሐዚ ሕዳርና ታሕሳስ ዓፂዱ ውሃ ክብል እዩ እኽሉ ከታኣታቶ እዩ ካብኡ ከዓኒ ኣብ ጥርና የካቲት ደሞ ገዛይ ክሰርሓለ እዩና እስካብ ጥሪ እስካብ የካቲት ደሞ ክፀንሐለን ኢለስ ሓሳብ ሒዘ ነይረ ግን ስራሕ ስኢነ ስራሕ ምስ ሰኣንኩ ደሞ ኮፍ ካብ ዝብለ መፅኤና ገዛ ምስራሕ ከመይ ከም ዘድክም ገና ንገና በቃ ትፈርሑ ትስከፉ ምናምን ብጣዕሚ እዩ ዘፍረሐካ ግን ዓይነይ ዓሚተ ኣትየያ ይኸው እዚ ደሞ ኣስተኻኺለዮ ውዒለ ሎማዓንቲ ምስ ተወድኡ ድማ ካርእየኩም እየ ብጣዕሚ ቆንጆ ኮይንለይ እታ ክሽነ ሰፊሓትለይ እታ መደቀሲ ቆንጆ ኮይናትለይ ኩለ ኣስተኻኺለዮ እዚ ፕላን ዝሰርሐለይ ወዲ ብትናተይ ሓሳብ እውን ረእዩ ብጣዕሚ ቆንጆ ከምኡ ጌርካ ኣስተኻኽልዮ ምናምን ኢልኒ እና ብጣዕሚ ደስ ኢልኒ ዝሮዝሮ ምንም ካብ ወፃእታት ተውፃእ ኩሉ ግን ኣብ መጨረሻ ግን ቆንጆ ኮይንለይ ብጣዕሚ ደስ ኢልኒ ረይዎ ረይዎ በሉ ዝብሎ ኪት ሑፃ እዩ ኮይኑ በቃ ምክንያቱም ተነዲኦ ክፈርስ ከሎ እንዲያውም እግዚኣብሔር ይሃቦ ዝነደቃይ ዝነደቃይ ብጣዕሚ ጥዑይ ሰብ ፈጣሪ እዩ ዝፈርሕ ሰብ ግን ቀስ እናበለ እንትን ኢልዎ እምበር ሕውፅ ኣዩ ዝኸውን ማለት እዩ እና ክብራት ኣሕዋተይ ዝሮ ዝሮ ከምዚኣ ትመስል ምስ ተወደእ ደሞ ከርእየኩም እየ ካብኡ ከዓ ሽንቲ ቤት ገለ ዝዕረ ኣሎ ናይቲ ሽንቲ ቤት ኣቑሑት እውን ስም ዝርዝሩ ሓንቲ ብሓንቲ ዋግኡ ክነግረኩም እየ ቀፂለ ደሞ ናይ ሰራሚክ ናይ መስትያት ናይ ማዕፆ ናይ ገመድ ኤሌክትሪክ ብቻ ብዙሕ ነገር ኣሎ ኩሉ ደሞ ክነግረኩም እየ ክገዝኦ ከለኩ ሓንቲ ብሓንቲ ንሓንቲ ክላስ ንክልተ ክላስ ንኩሉ ክንደይ ይኣክል ናይ ሰር ክንደይ ይኣክል ንዝብል ደሞ ሓቢርና ክንርኤና ማለት እዩ ደቂ ዓበይቲ ወይ ማዕረይ እና ሓፈሻዊ በብሓደ ሓደ ኩሉ ክላሳት ደሞ ቀሪፃ ካርእኩም ብጣዕሚ ቆንጆ ብጣዕሚ ጠንካራ በስማ ሎማዓንቲ ገዛ ነፍርሶ ካለና ከመይ ክብሎ ክምብለኩይ ዝፈሪ ዘሎ ይመስል ጸሊም እምኒ ጸሊም ድንስ በቃ ብጣዕሚ ጠንካራ ጭል እናበለካ ዝውዕል ብጣዕሚ ገሪምኒ በቃ ልክዕ ከም ጸሊም እምኒ እዩ ዝቕረፍ ዝብሎኬት ክጥንክር ኣሰራርሕኡ ብጣዕሚ ቆንጆ ገዛ ሰሪሖምለይ እግዚኣብሔር ይመስገን። እውነት ኣቦይ በባይ ሰኪሕ እዩ ስመይ ክፅዋዕ ከሎ ከማን ከይባህር በቃ ይብህርር ይኸውን ካብ ኩሉ ካብ ኩሉ በዓልታይ ድዩ ዘረባይ ዘረባይ ብጣዕሚ እዩ ዘስክፎ ማለት እዩ። ብጣዕሚ ማይ ሰትዩ ዶ ከምዚ ዶ ኮይኑ እንታይ ጎዲሉ ንምንታይ ከምዚ ኮይኑ ብጣዕሚ እየ ዝዛረቦም ነይረ ነቦይና ናተይ ድምፂ ተሰሚዐስ ብጣዕሚ እዩ ዝስከፍና ደቂ ዓበይቲ ወይ ልክዕ ምስ መፃእኹ ግን እንታይ ዝኣክል ከቢድ ምዃኑ ሕዝ ተረድእኒ ብውሽጠይ ይቅርታ ይቅርታ ይብሎ እየ ኩሉ ግዜ ከጠፍእ ከለኹ ነቦይ ግን ሐዚ ሐዚ ግን ብጣዕሚ እዩ ተሰሚዑኒ እዚ ኩሉ ዝዛረቦ ነበርኩ ኣፈይ መሊኤሲ ለካ ኣባየ ዘይበፅሖ ዶ ኢለ በእውነት ገዛ ምስራሕ ብጣዕሚ እዩ ከቢድ ስክፍትኡ ብዙሕ ግዜ እዩ ዘድልዮ ማይ ክተስቲ ዋይ ኣረ ግደፉኒ ክብራት ኣሕዋተይ እና ገዛ ክንዘስርሐልክን ሳብ ኣሕዋተይ ተንከባኸብኦ ኣጆኻ ምናምን ኢልክን ተንከባኸብኦ ማለት እዩ እና ብጣዕሚ እዩ ከቢድ ገዛ ምስራሕ እና ሎማዓንቲ ኣብዚ ይኣክለና ክብራት ኣሕዋተይ ቀፃሊ ብደንቢ ዝረአ ገይረ ብቀትሪ እየ ከርእየኩም ኣብዚ ኣነ ባዕሉሲ ክሰርሕ ክሽቅል እየ ውዒለ ንግሆ ጀሚረ እስካዕ ምሽት ምስኣቶም ክድፋእ እየ ውዒለ ቪድዮ እንኳን ክለቀቀሲ ግዜ ረኸብኩን እናም ፅባሕ ደሞ ብደንቢ ቃሪፀ ከርእየኩም እየ ንሓዘ ግን ናብዚኣ ትኣኽለና ክብራት ኣሕዋተይ ሰሰናዩ ላይክ ሸር ሰብስክራይብ ምግባር ደሞ ኣይትረስዑ ኢኹም ደቂ ዓበይትዋይ ብጣዕሚ እየ ዝፈትወኩምን ዘኸብረኩምን ሰሰናዩ